ሰላም ሰላም ክብራ ተኸታተልቲ ብዘለኹምዎ ኮይንኩም ነዛ ቪድዮ ትሪኡ ብምልእኩም ሰላምኹም ብዙሕ ትርፍ ይበለለይ። ነዛ ቻናል ሓደሽቲ ዝኾንኩም ሳብስክራይብ ብምግባር ቤተሰብ ኹኑ። ነዛ ቪድዮ እውን ላይክ ብምግባር ጀምርዎ ክብራተይ። ሎሚ ዓንቲ ሰንበት እዩ። ሰንበተይ ከዓ ከምቲ ልሙድ ብቡና እየ መፂእኩም እኒኹ ውዕሎ ወይ ከዓ ብሎግና ሰንበተይ ሒዘልኩም መፂአ እኒኹ። ከምዚ ትርእይዎ ኣለኹም ሰንበተይ ገዛ ብምፅራይ እየ ጀሚረዮ። በእርግጥ ያው እቲ ካሜራይ ቪድዮ ብምፅራይ ጀሚረዮ እምበር ቅድሚኡ ሰዓት ሸዓንተ ተሲኤ ስርሐይ ወዳዲኤ ቤተክርስትያንና ስዒምና ሰዓዒምና ከምዚና ከምዚ ትርእይዎ ኣለኹም እዚ ንግሆ እኒኦ ገዛይ እናፀራረኹ እየ። ግን ክቡራተይ ተደጋጋሚ ግዜ ጥንስኪ ጥንስኪ ጥንስቲ ጥንስቲ ትብሉኒ ኣለኹም እና እውይ ክሳዕ ክንድዚ ዝኣክል ድየ ቦርጫም ኮይነ ብጣዕሚ እየ ተገሪመ ብእውነት ብፍላይ ከዓ እዛ ናት ማለት ዝሰደድክዋ ቪድዮ ሲ ተመሊሰ እናረኣኹዎስ ዋእ ለከስ ናይ ጥንስቲ ናይ ነብሰ ጾር ኣክት የግደናገርኩ ነይረ ይመስለኒ እና ብጣዕሚ ተገሪመ ተጠኒስክሲ ንገርና ናትኪ ደስታ እዩ ደስ ዝብለናዋ ዝብል ኮሜንት ነይሩ ካብኡ እውን ጥንስቲኺ ጠርጢርና ገለ ዝብል ኮሜንት ነይሩ ኣነ ኣይኮንኩን ነጊረኩም እየ ጥንስቲ ተኮይነ ሲጀመር ከካፍለኩም እየ በቃ ንዓየይ ማለት እዩ ናተይ እንትንሲ ኩሉ ነገር ከካፍለኩም እየ ሸር ክገብረኩም እየ ኣነማ ቀደም ብጣዕሚ ከም ዝዕለኩም ብጣዕሚ የረጓድ ነይረ ቦርጫም እየ ነይረና ሕዚ ኣብ ዝዳ ገብርኤል እናሃለኹ ሓደ ዓመት ኣብ ዕዳጋ ሓሙስ ተቐሚጠ እንድየ ካብ ስደት መልሲ ናይ ስደት ህይወት እንኳን ግደፈኡ ድኻም ኣሎ ገለ ነብሰይ ወዲኤ እየ መፅየ ዓደይ ምስ ኣተኹ እውን እንዳ ገብርኤል እየ ነይረ ከምዛ ትፈልጥዋ ኮስኮስኩ ፃህኹ ተኸልኩ ገለ ናበልኩስ በቃ ዕረፍቲ ኣይህባን ነይረን ነብሰይ ብጣዕሚ እየ ልደክም ነይረ ብዙሕ ነገር እየ ልሰርሕ ነይረ ብኸምኡ ምኽንያት እዩ መስለኒ ሐዚ መቐለ ምስ መፃኹ ንእሽተይ ኮፍ ምባል ኣብ ገዛ ምስ ኣብዛሕኹስ ቦርጨይ ወፂኡ ልገርመኩም ነገር እና እና ቦርጭ እዩ ከዓ ዝገርመንስ እዛ ክዳን እዚኣ ይኽደን ኣለኹ እዚ ቪድዮ ከዓ መሊሰ ይርኢ ኣለኹስ በቃ ከፍ ኢለ ነብሰ ፆር መሲለና ዝሮ ዝሮ ስፖርት ምስራሕ ክጅምር ምንም ክገብር ኣይክእልን በቃ እንዴ ክሳዕ ክንዲ ዝኣክል ቦርጫም ኾይነ እኒኦኹ ብጣዕሚ እውን እየ ሰኒፈ እኒኦኹ ሓቂ ንምንጋር ስፖርተይ ይሰርሕ ገለ ኣብ ስዑዲ ንባዕሉስ ብጣዕሚ እናደኸመንስ እየ ቦርጭ ንእሽተይ ከውፅ ነገር እንድሕር ደኣ እኳ ኢለስ እንዴ ብጣዕሚ በቃ ከም ዝሰነኹ ገለ ኢሉ ስምዐኒ ነይሩ ስፖርት ቀኒሰ እየ እኒኦኹ ገለ እየ ዝብል ነይረና ቦርጨይ ከጥፍኣ ክፅዕር እምበር ምንም ክገብር ኣይክእልን እዋ ጥንስቲ ጥንስቲ ኮሜንት እንዴ ብጣዕሚ ተገሪመ ብሓደ ወገን ነብሰይ ምምላሱ ብጣዕሚ ደስ ኢሉኒ ያው ቀደም ዘይትፈልጡን ኣሕዋተይ ከምዚ ኩሉ ግዜ ዝዕለኩም ቀደም ቅድሚ ስደት ምውፃኣይ ቦርጨምጨም ዝበልኩ ድንቡሽቡሽ ዝበልኩ ገፀይ ንባዕሉስ ዝገርመኩም ነገር ሕዚ ይልምለስ ኣሎ ናብዚ ናይ ቀደም ገፀይ ድንቡሽቡሽ ዝበለ እዩ ነይሩ ብጣዕሚ እየ ረጓድ ነይረዋ እና ብከምኡ ምክንያት እዩ ሕዚ መቐለ ከዓነ ኮፍ ምስ በልኩ ኣብ ገዛ ኮፍ ምባል ምስ ኣብዛሕኩ ንከምኡ ይመስለኒ ይምችየኒ ኣሎ ሓደ ሓደ ኮሜንት ከዓ ብፍላይ ሓንቲ ኮሜንት ለስሓቃትንስ ኧረ ሜሪ ዓዲ ተመሊስክሲ ፀቢቕክታ እዩ ሚስጥሩ ዝብል ነይሩና ሓንቲ ሓፍተይ እንታይ ኢላ እያ መሊሳትላ ሲንግል ስለ ዝኾነት እዩ ዝብል ኮሜንት ርኡና እንዴ ግደፉ እባ ብጣዕሚ እየ ስሒቐ ብቲ ኮሜንት ሲንግል ኮይንካስ ትፅብቕ ሲንግል እባ ይሕመቕ ሓዳር እባ ጥዑም ኣነማ ከምኡ ይመስለኒ ሓዳር ከምዚ ኣነ ዝሓስቦ ሲ ሓዳርሲ ምድራዊ ገነት እዩ ኢለ እየ በቃ ዝስእሎ ሱቕ ኢለ ክሓስቦ እናሃለኹስ ሓሲብኩምዎ ዲኹም? ዘይትፈልጦ ሰብ ጓና ሰብ ናብ ህይወትካ ኣምጽእ ኣቢልካሲ ልክዕ ሓደ ኣካል ኮይንካ ትነብር በቃ ፈጣሪ ብዝሃበና ጸጋ ሰላምካ ዝበካ ሓዳርካ ሰበይትካ ብቻ እንድዒ ኣነ ዝስእሎስ በቃ ምድራዊ ገነት ኢለ እየ ዝስእሎ ንሓዳር ዋላ እኳ ተመኩሮ ኣይሃልየኒ ግን ናተይ ሰብኣይ ኢለ ከምፅኦ ንሃለኹ ናብ ገዛይስ ኩሉ ነገረይ ዝርዳእ ኩሉ ነገረይ ሸር ዝገብሮ ትሕቲ ፈጣርስ ሰብኣየይ ምርኩሰይ ኢለ እየ ዝሓስብ ኣነና ማንም ከዓ ከምኡ እዩ ትሕቲ ፈጣሪ ንጓል ኣንስተይቲ ምርኩሳ ለባም ወዲ ከምዚ ሓደ ሓደ ንሰምዖ ስኢልና ንሓዳር ሕማቅ ምልከታ ንህቦ ገለ ገለ ከይኮነሲ ብትክክል እቲ ትክክለኛ ሓዳር ዝበሃልስ በቃ ንሓንቲ ጓል ኣንስተይቲ ምርኩስ ትሕቲ ፈጣሪኣስ ምርኩስ ዝኮና ሓጋዚ ዝኮና ሰላማ ዝህባ ገዛኣ ዘድምቀላ ሰብኣያ ንጉሳዩ ኢለ እየ ዝሓስብና እግዚኣብሔር ኣምላኽ ከዓ እቲ ከምኡ ዝበለ ሓዳር ይሃበና እምበር ሲንግልስ ጥዑም ኣይኮነን ኢለ እየ ዝሓስብ። ግን እዚ ማለተይ ሲንግል ኮይንካ ናብ ማረርካ ምንባር ፅቡቅ እዩ ማለት ኣይኮነይ። ሲንግል ንኾነለን ግዜታት ዝተወሰነ እዩ ውሑድ ግዜ እዩ ሓዳር ጌርና ንነብረሉ ግዜ እዩ ዝበዝሕ። እታ ሲንግል ግዜስ ክንምለሳ ስለ ዘይንኽእል ኣብ ዘለኻዮ ምስትምቓር ፅቡቅ እንድዩ ግን ከዓ ንሓዳር ዘለና ኣመለኻኽታስ ሕማቕ ክኸውን የብሉን ኢለ እየ ዝሓስብ። ከምዚ ኣብ ሰሙን እዚ እናተሽከርከረ ዝቐነየ ቪድዮ ሓዳር ኣይደልን፣ ሓዳር ተተመርዕዮ እውን ሰብኣይ ገዝኡ ኣነ ኣብ ገዛይ ገለታት ዝብል እዚ ኣይስማዕምዐሉን። በቃ ሰበይቲ ሓዳራ ድምቀታ እዩ ኢለ እየ ዝሓስብ ማለት እዩ። ሎማዓንቲ እንታይ ሓሲበ እባ ዝኽላይ ዝርዝር ብዝኾነ ከምኢታት ከምኢታት ናለ ኣብዚ ናይ ሰንበት ውዕለና ከምዚ ትርእይዎ ኣለኹም ድሕሪ ክንደይ ግዜ ሕምባሻ ሓምቢሽና ያው ሕምባሻ ሓምቢሸ ካብ ዘይፈልጥ ነዊሕ እየ ገይረ ዝበልዖ ሰብ ስለ ዘየለ ሙቐት እውን ስለ ዝኾነ ኣብዚ ብጣዕሚ ሙቐት ክልተ መዓልቲ ሰለስተ መዓልቲ ተጸኒሑስ ይበላሸና ብኸምኡ ምኽንያት ሕምባሻ ኣይሓምብሽን ነይረ ሎሚ ግና ሰንበት ደስ ስለ ዝበለኒ ከምዚ ትርእይዎ ኣለኹም ቡናይ ፈራሪሸ ሕምባሻይ ሓናቢሸ ገለ ደስ ዝብል ሰንበት ውዒልና ኢና ይብለኩም ንቐደም በሉ ንቐደም በሉ ዘሙሓተይ ብቻ ኮሜንታትኹም ብጣዕሚ እዩ ዘዘናግዐኒ ኮሜንታትኹም የንብብ እየ ደስ እዩ ዝብለኒና ሕዚ እውን ኮሜንታትኹም ኣይፈለየኒ ምብርታዕኹም ኣይፈለየኒ እቲ ናይ ዕዳጋ ነገራት ኸዓ ብዝተኻእለኒ መጠን ሒዘልኹም ክመፅእ እንድየ። ኩሉ ግዜ ዘየምፀልኩም ልኩስ ችግር በቃ መከራ ከምዚ ልመና ደራዕ ስለ ዘለዎ እዩ እምበይ ፈፂመ ገዲፈዮ ማለት ይኹነይ ተገዲፈዮማ ታይ ክኾን ምናምን ትብል ኣሕዋተይ ስለ ዝነበርኽን ሒዘ ክመፅእ ክፍትን እየ ብዝኾነ ከመይ ርኢኹምኒ ሰንበተይ? ናይ ሽኤን ኽዳን ንመኣዝ ይኾን ኢለ ሎምዓንቲ ሰንበት ብፀሊም ኽዳን ባይዘወይ ፀሊም ከለር ኽዳን ብጣዕሚ እየ ዝፈቱ ፀሊም እውን ምስ ነብሰይ ይኸድ እዩ ኢለ እየ ዝሓስብ ብጣዕሚ እየ ዝፈትዎ ክደናነ ከለኹ ብባህልና ግን ፀሊም ከለር ብዙሕ ተፈታዊ ኣይኮነን ከምዚ ትርእይዎ ኣለኹም ማዘረይ ከምዚ ኢለ ተኸዲነ ተኸይደ እያ ትጉርዕ ዶ ኹይና ወለድና ፀሊም ነገር ኣይፈትዋን ንምንታይ ጸሊም ዘይፉተ ኣይፈልጢ ሰይጣን ብጸሊም ኢዩ ዝምሰል መልኣክ ካኣ ብጻዕዳ ይምሰሉና ንምንታይ ኢዩ ከምኡ ኮይኑ ከለርስ ከለር ዶ ይኮነ ኢዩ ብዝኮነ እዛ ጸላም ክዳነይ ከም ዝረእኩምዋ እዚኣ ውን ናይ ሸይን ኢያ ኣብዚ ከኣ ከምዚ ትርእይዎ ኣለኹም ኣብ ገዛ ድብርብር ኢሉና እስኪ ሰብዓ ካሬ ደገ ወጺና ዝወርወር ዝወርወር ኢልና ሓደ ሓደ ነገራት ከርእዮም ኢለ እዚ ምስ ሲስተር ደገ ክንወፅእ እናተዘጋጀና ኢና ከምዚ ትርእይዎ ኣለኹም ድሓር ግን እንታይ እዩ ተፈጢሩ ቪድዮ ይቀረፅክልኩም ናፀብ ዓቃሪ ሓደ መዓልቲ ግን ብምሉኡ ናዘርኩ ሒዘልኩም ክመፅየ ኣብዚ ኣብ ክቐርፅ እየ ኢለ እየ ናኸድኩ ነይረ ኣይተሳኽዐን ብዝኾነ ናይ ሰንበት ውዕሎ ከምዚ ከምዚ ናበለ ነይሩ ሰብ ዓካሬ ብጣዕሚ እንድዩ ሓሪፍ ሰፈር ቆንጆ ገዛውቲ እኒኦዎ ንመኖርያ ብጣዕሚ ተመራፂ እዩ ግን ዋይፋይካ ሙሉእ ማይካ እውን ሙሉእ ክኸውን እኒኦዎ ከምኡ እውን ናይ መብራህቲ ችግር እኒኦዎ እምበር ፅዳቱ ብጣዕሚ እዩ ደስ ዝብለካ ዲዛይኑ ኣሰራርሕኡ በቃ ትሪኦ ኩሉስ ደስ ደስ በሃሊ መኖርያታት ኢኻ ትርኢ ደስ ዝብል ገዛውቲ ኢኻ ትርኢ። ግን ችግሩ ኣብ መብዛሕትኡ ሰብ ዓካረ እዩ ልክ ኣብዛ ናተይ ጥራሕ ገዛ ይኮንኩን ርኤ ኣብ መብዛሕትኡ ሰብ ዓካረ ግን ናይ መብራህቲ ችግር ናይ ማይ ችግር ናይ ኔትወርክ ችግር እኒኦዎ እቲ ህዝበይ ሰነፈን ገዝኡ የስርሕ ኣሎ ብዙሕ ነገር ይገብር ኣሎ ግን ብዙሕ ጎደሎታት ከዓ እኒኦዎ እና ዝሮ ሎማዓንቲ ዝነበረ ቪድዮ ነዚ ይመስል ብካሊእ ቪድዮ ክሳዕ ንራኸብ ሰሰናይ ንዓኹም ብጣዕሚ ዝፈትወኩም ክቡራተይ ቻው